ምስ ኢትዮጵያ ዘራኽቡ ደባት ተኸፊቱ ማለት ዘቤታዊ ፖለቲካዊ ጸገም ኤርትራ ተፈቲሑ ማለት ኣይኮነን። ኤርትራን ኢትዮጵያን ክልተ ልእላውያን ሃገራት እየን። ዝቀራረብ፣ ዝመሳሰል ወይ ኣዝዩ ዝረሓሓቕ ፖሊሲ፣ ፖለቲካዊ፣ ቁጠባዊ፣ ዝምድናታት ወጻኢ ክህልወን ከኣ ውሁብ ነገር እዩ። ኣብ ናይ ሃገርነት ታሪኻዊ ድሕረ ባይተኣን፣ ኣቃውማ ህዝበን፣ መሰረታዊ ፖለቲካዊ ባህሪ መሪሕነተን ፍልልይ ክህልውን ከምኡም ብተግባር ኣብ ክልቲኣተን ሃገራት ዝሰርሕ ዘሎ ባህርን ፖሊሲን ብደቂቕ ንዘተመልከተ ዝህቦ ሚዛን ድማ ብሩህ እዩ። ናይቲ ዝሓለፈ ጽቡቕን ሕማቕን ገዲፍና፣ ኣብዚ መድረኽዚ ኣብ ኤርትራን ኢትዮጵያን ዝስርሓሉ ዘሎ ፖለቲካዊ፣ ቁጠባዊ፣ ማሕበራዊ፣ ዲፕሎማሲያዊ ፖሊሲን ኣብ ስልጣን ዘለዉ ፖለቲካዊ መሪሕነተንን ኣይመሳሰልን ዝብል ቃል ኣይገልጾን። ንዕኡ ዝበቅዕ ቃል ከብደን ሕቆን ዝብል እዩ። ኣብዚ ግቡእ ኣገንዝቦ ክተሓዘሉ ዘለዎ ጉዳይ፣ ዝምድና ናይ ክልቲኣቶም ኣሕዋት ህዝብታት ምስ ባህሪ መሪሕነትን ዝኽተልዎ ፖሊሲን ዘይተኣሳሰር ምዃኑ እዩ። ነዞም ህዝብታት እዚኣቶም ክንዮ ንግዝያዊ ረብሓ ውሑዳን ተባሂሎም ብፖለቲካዊ ቅኒት ተሰኒዖም ሓንሳብ ዝረሰን ካልእ ግዜ ዝዝሕል ናይ ተባኢስና ተዓሪቕና ፕሮፖጋንዳዊ ስብከት ብታሪኽ ብትውልዲ ብባህሊ ብሃይማኖት ዝተኣሳሰሩ ህዝብታት እዮም። ነዚ ማለት ሰብ ብዝሰርሖ ፖለቲካዊ ቁጠባዊ ዝምድናታት ወጻኢ ንልእላውነት ሃገራት ዝፈሊ ካርታን ካብ ዘሎዎም ቅርበትን ተመሳሳልነትን ንላዕሊ፣ ካብ ድሌትን ሓግን ወዲ ሰብ ብወጻኢ ብባህሪ ኣሕዋት ምዃኖም እዩ። ብባህሪ ኣሕዋት ምዃኖም፣ ኣብ መንጎ ብጂኦ-ፖለቲካዊ ካርታ ተፈላልዮም፣ ኣህጉራዊ ተፈላጥነት ዘሎዎም፣ ነናቶም ልኡላውያን ሃገራት ወኒኖም ዝነብሩ ዘለዉ ተዛረብቲ ቋንቋ ትግርኛ፣ ሳሆ፣ ዓፋር፣ ኩናማ፣ ዝነበረን ዘሎን ብመውስቦን ደምን ዝተኣሳሰረ ዝምድና እዩ። ኣዚ ሓቀኛ ባህርያዊ ዘምድና'ዚ፣ ብጸቕጢ ፖለቲከኛታትን ፖለቲካዊ ስነሓሳብን ንምዝራግ ወይ ንምኽሓድ እንተተፈተነ ውን ፈጺሙ ክድምሰስ ዝከኣል ኣይኮነን። ስለምንታይ? ፖለቲካዊ ስነሓሳባዊ ምሕዝነት ዘይኮነስ ባህርያዊ ዝምድና ስለዝኾነ። ብርግጽ ነዚ ባህርያዊ ዝምድና'ዚ ኣብ ግምት ዘእተወ፣ ብሕግን ብሓላፍነትን እትጥቀመሉ፣ ፖለቲካውን ቁጠባውን ዲፕሎማስያውን ዝምድና ክህሉ ቅኑዕን ቅቡልን እዩ። ዜጋታት ብሰብ ዝሰርሖ ፖለቲካዊ ጭቆናን ቁጠባዊ ምዝመዛን እናተሳቐዩ፣ ብፋሽሽታዊ በትሪ እናተደሰቑን ተመሳሳሊ ፖለቲካዊ ባህሪ፣ ቁጠባውን ናይ ወጻኢ ዝምድናታት ፖሊስን ኣለና ኢልካ ክትዛረብ ሕፍረትን ድፍረትን እዩ። ካብ ሃገራትና ሓሊፍና ዞባዊ ሰላም ኣብ ምንጋስ ኢድን ጓንትን ኮይንና ክንሰርሕ ኢና ማለት ብኸመይ ዝብል ሕቶ'ዩ ዘልዕል። መን ምስ መን ብዘየገድስ፣ ኣብ መንጎ ንሃገራት ዝመርሑ ዘለዉ ፖለቲከኛታት ዝግበር ዝምድና፣ ንረብሓን መሰልን ናይ ህዝብታት ቀዳምነት ዘይህብ፣ ግሉጽነትን ሕጋውነትን ብዘይብሉ ኣገባብ ዝግበር ዝኾነ ይኹን ስምምዕ፣ ዘላቂ ሰላም ከምጽእ ኣይክእልን፣ ከምቲ ብሓደ ኢድካ ምጥቓእ ኣይከኣልን ዝበሃል፣ ኣብ መንጎ ሃገራት ዝህነጽ ሰላም፣ ካብ ናይ ፖለቲካዊ ባህርን ፖሊሲ ተመሳሳልነትን ተሳትፎ ህዝብን ወጻኢ፣ እቲ ሓደ ብገርሁ እቲ ካልእ ብጉርሑ ብዝግበር ስምምዕ ኣብ ፍረ ኣይበጽሕን። ዋላ ከም ናይ ኤርትራን ኢትዮጵያን ባህርያዊ ዝምድና ናይ ህዝብታት ዘለዎ ይኹን፣ ውሕስነት ቀጻልነትዶ ዘተኣማምን ኣይከውንን? ብዓይኒ ፖለቲካን ሕግን ክምዘን እንከሎ፣ ናይቶም መዘውር ፖለቲካዊ ስልጣን ሒዞም ዘለዉ ኣካላት ባህሪ፣ ዝኽተልዎ ፖሊስን ስትራተጂን፣ ኣብ ዘቤታዊ ጉዳዮም ዘለዎም ሰላምን ሕጋዊ ቅቡልነትን ንሸፋጥ ዘይኮነ ብሓቂ ዝመሳሰል እንተዘይኮይኑ፣ ዝግበር ስምምዕ ክንዲ ዝኾነ ናይ መራኸቢ ብዙሓን ሽፋን፣ ናይ ፖለቲከኛታት ስብከት፣ ናይ ምሁራን ትንታን ይካየደሉ። ህዝብታት ዝደልይዎ ኣብ ምትእምማን ዝተመስረተ ሰላም ክመጽእ ኣይሕሰብን። ምኽንያቱ መሰረታዊ ናይ ፖለቲካ ባህርን ፖሊስን ፍልልይ ኣብ ዘለዎም መንግስታትን ሃገራትን ክልተ ጎራሓት ሓሙኽሽቲ ስንቆም ዓይነት ጥዕና ዘይብሉ ግዝያዊ ዝምድና ካብ ምግባር ወጻኢ ብሕኸኸኒ ክሓከካ ሓቢሮም ርሑቕ ክኸዱ ኣይክእሉን። ንኣብነት ኣብ ኢትዮጵያ ምስቲ ኩሉ ኣብ ተግባር ዘሎ ድኽመታትን ዘጋጠሞ ዓንቀፍቀፍን፣ ባህሊ ዲሞክራሲን ዲሞክራሲያዊ ትካላት ኣጠቓቕማን ከምቲ ዝድለ ዘይጎልበተ ምዃኑ እንተዘይኮይኑ፣ ብህዝባዊ ዘተ ዝጸደቐ ገዛኢ ህዝባዊ ሃገራዊ ቅዋም ወይ ሕገ መንግስቲ ኣሎ። ኣብ ሓሙሽተ ዓመት ሓደ ግዜ ዝካየድ ስሩዕ ስርዓተ ፖለቲካዊ ምርጫ ኣሎ። ቅርጻ መንግስቲ ንጹር እዩ። ሓጋጊ፣ ፈጻምን ፈራድን ኣካላት ኣሎዉ። ካልኦት ንስቪላውን ፖለቲካውን ዝምልከቱ ትካላት እውን ኣሎዉ። ዓቕምን ምንጪ ኣወዓዕሎኡን ዝተነጸረ ስርዓተ ባጀት ኣሎ። ናይ ምውዳብ መሰል ኣሎ። ናይ ምንቅስቓስ መሰል ኣሎ። ሃብቲ ናይ ምፍራይ መሰል ኣሎ። ናይ ሃይማኖት ነጻነት ኣሎ። ናይ መራኸቢ ብዙሓን ነጻነት ኣሎ። ዜጋታት ብዘይ ምኽንያት ኣይእሰሩን፣ ኣይጭወዩን። ኣይርሸኑን ንብረቶም ኣይራሰን ክቡር ቤቶም ኣይፍተሽን ብጭቡጥ ምኽንያት እንተተኣሲሮም ከኣ ሕጋዊ መስርሕ ተኸቲሎም ፍርዲ ዝረኽብሉ ሕጋዊ ኣሰራርሓ ኣሎ ፈጺሙ ዘይከሓድ ተስፋ ዝህብ ማሕበረ ቁጠባዊ ምዕባለ የሎ መሰል ክብረት ዝብል ዓንቀጻት ህዝባዊ ሃገራዊ ቅዋም እናጠቐሰ ዝሓትት ህዝቢ ኣሎ ነዚ ዘተኣናግድ ዲሞክራሲያዊ ቦቕሊ ድማ ኣሎ ወዘተ። ኣብ ኤርትራ ግን ልእላዊ መሬት እምበር ህዝባዊ ልእላውነት የለን፣ ሃገራዊ ቅዋም የለን፣ ህዝባዊ ምርጫ ተኻይዱ ኣይፈልጥን፣ ዲሞክራሲያዊ ኣተሓሳስባን ዲሞክራሲያዊ ትካላትን የለን፣ ናይ ምውዳብ፣ ምንቅስቓስ፣ ሓሳብካ ብነጻነት ምግላጽ፣ ናይ ስራሕ ዕድል፣ ሃብቲ ምፍራይ፣ ብፍርያትካ ምጥቃም መሰል የለን። ንህዝቢ ዘፍርሕ እምበር ካብ ህዝቢ ዝፈርሕ ሕጋውን ዲሞክራሲያውን መንግስቲ የለን። ኣብ ኤርትራ ዘሎ ምሕደራ ግበር ኣይትግበር ምልኪ እዩ። ህዝቢ መሰሉ ዝሓተሉ ዕድላት ዕጽው እዩ። ኣይኮነን ብዛዕባ ሃገራዊ ፖለቲካዊ ጉዳያት ብዛዕባ ነብሱ እውን ክውስን ኣብ ዘይክእለሉ፣ ኣዝዩ ሕሱም ዘቤታዊ ምልኪ'ዩ ዝነብር ዘሎ። በዚ መንጽር እምበኣር፣ ኣብ መንጎ ህዝብታት ኤርትራን ኢትዮጵያን ዘይኮነ፣ ኣብ መንጎ መንግስታት ኢትዮጵያን እንኮ-ሰባዊ ጉጅለ ህግዳፍን ብደባዊ ጎንጺ ተጎልቢቡ ኣስታት ንዕስራ ዓመታት ዝጸንሐ ሓርፋፍ ዝምድና፣ ከም ሳዕቤኑ ብወተሃደራትን ተተኮስትን ተዓጊቱ ዝጸንሐ ባህርያዊ ዝምድና፣ ናይ ክልቲኣቶም ህዝብታት ክኽፈት ምኽኣሉ ምስናይ ኣገባብ ጉድለታቱ ብኣወንታ ክውሰድ ዝከኣል ኢዩ። ምኽንያቱ እቲ ንባህርያዊ ዝምድና ናይ ክልቲኡ ህዝብታት ክሃስስ፣ ኣህሲሱ ክበትኽ ሓሊኑ ብሓሳብን ብተግባርን ክካየድ ዝጸንሐ ምቁርቋስ ከተንፍስ ምኽኣሉ ነቶም ህዝብታት ካብቲ ዝጸንሕዎ መጠናዊ ለውጢ ስለዝህቦም ከም ባህርያዊ ዝምድና ዘለዎም ኣሕዋት ህዝብታት ብዓመጽ ተዓጊቱ ዝጸንሐ ናፍቆቶም ከውጽኡ ዝሓመመ ቤተሰቦም ክሓቱ ዝሞተ ክበጽሑ ካብን ናብን ሸቀጣት ክለዋወጡ ዘኽእሎም ዕድል ብምርካቦም ብርግጽ ኣወንታዊ እዩ። እዚ ንድሕሪት ከይምለስ ንቅድሚት ክግስግስ እቲ ከም ጠንቂ ዝተወስደ ጉዳይ ዶብን ባድመን ብወግዕን ብሕግን መዕለቢ ክግበረሉ፣ ኩሎም ሓላፍነት ዝስምዖም ዜጋታት ክልቲኣተን ሃገራት ኣወንታዊ ድፍኢት ክገብርሉ ዝግባእ ዓብዪ ዛዕባ ምዃኑ ርዱእ ነገር እዩ። ካልኣይ ክፋሉ ይቕፅል።